እንዳበልኩ እንሻላህ ረቢ ስብሓነሁ ወተዓላ ዕልሚ ይወስኸና ወቁል ረቢ ዚድኒ ዒልማ ነቢ ዓለይሂ ሰላት ወሰላም ካልእ ነገር ኣብዚ ዱንያ እዚ ኽሓቱ ወይ ዝያዳ ኽጠልቡ ኣላህ ስብሓነሁ ወተዓላ ኣይኣዘዞምን ብጃካ ዕልሚ ወቁል ረቢ ዚድኒ ዒልማ ስለዚ ዕልሚ እዚ ደሩሪ ካብ እቲኣ ንፋስ ንነፍሰ ነስተንፍሳ ካብኡ ንላዕሊ ዘድልየና ዕልሚ ሸርዒ ሓደ እስላማይ ኮይኑ ኣዋምር ናይ ዲኑ ክፈልጥ ናይ ግድን ይኾኖ

ኣላህ ሱብሓነሁ ወተዓላ ወዲ ሰብ ክኸልቆ እንከሎ ክፈጥረና እንከሎ ብጽቡቕ ኣቃውማ ጌሩ ኸሊቕና ጽቡቕ ኣቃውማ ጌሩ ኸሊቕና ስለዚ እዚ ተፈጥራዊ ዝኾነ ሕግታት ከኣ ነዚ ምስ ንኽተል ኣላህ ሱብሓነሁ ወተዓላ ብናይ መንገዲ ነቢ ዓለይሂ ሰላቱ ወሰላም ዝነገሩና ነዚ ነገር እዚ ኣብ ሂወትና ተፈጥሮኣዊ ይኾነና ነዚ ሕግታት እዚ ክንኽተል እዚ ሕግታት እዚ ከም ሓደ ወዲ ሰብ ፅሬትካ ሞር መልክዕኻ ዝሕግዘካን ንደቂ ሰባት ነብስኻ ኮይኑ ምስ ደቂ ሰባትን ዘቃራርበካ ከምዝበልኩ ኣብ መልክዕ ይኹን ኣብ ፅሬትን ይኹን ኣብ ጨናን ይኹን መዝሀር ብሙሉኡ እዚ እስልምና እንታይ ገይሩልና ሕግታት ገይሩልና እዚ ሕግታት እዚ ሱነን ኣልፍጥራ ነቢ ዓለይሂ ሰላቱ ወሰላም ኣብ ክልተ ሓዲስ ዑለማእ ብዙሕ ጠቂሶም ካብ ሱነን ልፍጥራ ወላኪን እዚ ንሪኦ ሕጂ ሓዲስ ክልተ ሪኢና ስጋብ ዓሰርተ ሓደ ዝበጽሑ ሕግታት ኣለዉና ክንክተሎም ዘለና ክንገብሮም ዘለና ኣብ ኣካላትና ማለት እዩ ኣብ ኣካላትና ክንገብሮም ዘለና የቁል ወልልፍጥራ ሱነን

ከም ወዲ ሰብ ኮንካ ጽሬትካ ምስ ደቂ ሰባት ዘለካ ምቅርራብ ኣብ ደቂ ሰባት ጽቡቅ ኮንካ ክትረኤይ ጥዕና ክትረክብ ምሉእ ጥዕና እዚ ኩሉ እዚ እንታይ ኣብዚ ሱነን ኣልፊጥራ ምስ ንክተል ሽዕ እዚ እስልምና እዚ ዝሃበና ምስ ንኽተል እዚ ሱብሓን ኣላህ ሎሚ እትዮም ዝማዕበሉ ሃገራት ተባሂሎም ዝጽውዑ እቲ ሰብ ኣብ ዝላዓለ ደረጃ ናይ ምዕባለ በጺሕዎ ዘሎ ንሕና ግን ከም እስላም መጠን ካብ ሽሕን ኣርባዕተ ሚእትን ዓመት እዚ ጽሬት ይኹን ምሕጻብ ይኹን ኣብ ጨና

ሓዲስ ኣቢ ሁረይረተ ረድያ ላሁ ዓንሁ ኸምሰ ሚነል ፊጥራ እንታይ ኢሎም ነቢ ዓለይሂ ሰላቱ ወሰላም ሓሙሽተ ካብ ፊጥራ እዩ ካብ ተፈጥራዊ ዝኾነ ሕግታት ኣላህ ስብሓነ ወተዓላ ዝፈጠሮ ሓሙሽተ ካብኦም ናይ ተፈጥራዊ ሕግታት ኣለውና ኢሎም ነቢ ዓለይሂ ሰላቱ ወሰላም ኸምሰ ሚነል ፊጥራ ኣልእስትሕዳድ

ነገራት ማለት እዩ ነገራት ዘድልዩና ነገር ቀዳማይ ሓዲስ እንታይ ኢሎም ነቢ ዓለ ሰላት ወሰላም ኣልእስትሕዳድ ኣልእስትሕዳድ እዚ እንታይ እዩ ኣብ ፕራይቨት ፓርቲ ዘሎ ኣብ ሕፍረት ከባቢ ዘሎ ጨጉሪ ዝበቁል ንዕኡ ምልፃይ ማለት እዩ ንዕኡ ምልጋስ ላፅዮ ወይ ብካልእ ከተሕጽሮ እዚ ሓደ ካብቲ ሱነን ኣልፊጥራ እዩ ሱነን ኣልፊጥራ እዩ ኣብ ፕራይቨት ፓርት ወይ ከኣ ኣብ ሕፍረት ከባቢ ዝርከብ ጨጉሪ ንዕኡ እንታይ ንዕኡ ምእላይ ሞስት ኦፍ ዘ ታይም እሕዳድ እዚ እንታይ እዩ ምን ኣልሓዲድ እዚ እንታይ ወይ ብላማ ስለ ዝልጸይ ዝነበረ ብእኡ ኣልስትሕዳድ ተባሂሉ ወልኺታን ኺታን ከኣ እዚ እንታይ እዩ ምኽንሻብ ማለት እዩ ምኽንሻብ እቲ more detail እቲ ክንሪኦ ኢና ንደቂ ተባዕታይ ምኽንሻብ ዋጅብ እዩ ናይ ግድን ይኾነና ከም እስላማይ መጠን ክንኽንሸብ ወዲ ተባዕታይ ምስ ተወለደ ክኽንሸብ ኣለዎ ጓል ኣንስተይቲ ኺላፍ በይነ ኣህለል ዒልም ገሊኦም እንታይ ሱና ይብሉ ወሰጠ ልሓል ሱና እዩ እንሻ ኣላ እንተ ደልያ ኮይኑ ክትኽንሸብ ነቲኣ ነቢ ዓለይሂ ሰላቱ ወሰላም ትኽንሽብ ዝነበረት ሰበይቲ እንታይ እዮም ኢሎማ ብምሉኡ ኣይትኽንሽብያ ወይ ከዓ ስቁኢልኪ ከዓ ኣይትግደፍያ ያዕኒ እንታይ ኩኒ ወሰጥ ኣብ መንጎ መንጎ ጌርኪ ኽንሽብያ ኢሎማ ስለዚ እንታይ እዩ ደድልያ እንተ ኮይኑ እቲኣ ጓል ኣንስተይቲ ንምኽንሻብ ከምቲ ናይ ወዲ ተባዕታይ ኣይኮነን ወዲ ተባዕታይ ናይ ግድን ይኾኖ ዋጅብ ይኾኖ ኣብታ ጓል ኣንስተይቲ ግን እንታይ እዩ ሙስተሓብ ይብሉ ገለ ዑለማ ሱና ይብሉ ነቢ ዓለይሂ ሰላቱ ወሰላም ከም ዝበልዎ ከኣኒ እንታይ ኣብ መንጎ ኣይትወጽዕያ ወይ እንምንታይ ስምዒታ ብምልኡ ኣይትውሰድላ ስለዚ ብምልኡ ከምቲ ኣብ ኢጅፕት ይኹን ኣብ ሶማል ኣብ ገለ ክፋል ናይ ሃገራትና ዝግበር ዝነበረ ኣከናሽባ ዓይነት እዚ ኣይፍቀድን እዩ። እዚ ሕማቕ ዝኾነ ኣከናሽባ ንደቂ ኣንስትዮ ዝገብርዎ ዝነበሩ ካብ ጅሁል ተመርኪሱ በል ከምዚ ኣብ ግብጽን ኣብ ሶማልን ብዝተፈልጠ ብሕልፊ ምክንሻብ ናይ ፈርዖን ተባሂሉ ዝፍለጥ ኣብ ከባቢ ኢጅፕት ዝገብርዎ ንደቂ ኣንስትዮ ኣከናሻሽባ እዚ ብዲንል ኢስላም ዝተመርኮሰ ወይ ከኣ ዝተኸተለ ነገር ኣይኮነን ነቢ ዓለይሂ ሰላቱ ወሰላም ዝበልዎ እንታይ እም ያኒ ሙሉእ ብሙሉእ ኣይትኸንሽብዎን ሙሉእ ብሙሉእ ኣይትውሰዱለን ዋስቁ ኢልኩም ከኣ ኣይትግደፍዎን ስለዚ እንታይ እዩ ኣብ እንታይ ኣብ ማእኸል እሞ ወሰጥ ግደፍወን ይብሉ ነቢ ዓለይሂ ሰላቱ ወሰላም ፊ ሓዲስ ሰሒሕ። ምኽንሻብ ኢልና ምኽንሻብ ሓደ ቀዳማይ ምኽንሻብ ዝጀመሩልና ሓዲስ መፂኡ ኣሎ ሰይድና ኢብራሂም ዓለይሂ ሰላም ወዲ ሰማንያ ዓመት ምስ ኮኑ ተኸንሺቦም ተኸንሺቦም ሰይድና ኢብራሂም ዓለይሂ ሰላም ወዲ ሰማንያ ዓመት ምስ ኮኑ ተኸንሺቦም ስለዚ ከዓ ካብኡ ጀሚርና ከዓ ንሕና ከዓ ነቢ ዓለይሂ ሰላት ወሰላም ናይ ሰይድና ኢብራሂም ምኽታል ስለ ዘለና ወተቢዕ ሚለተ ኢብራሂመ ሓኒፋ ኣላህ ስብሓን ወተዓላ ንነቢ ዓለይሂ ሰላት ወሰላም ናይ ነቢ ኢብራሂም ዓለይሂ ሰላም ክንኽተል ከም ዘለና ስለ ዝኣዘዘና ካብ ሰይድና ኢብራሂም ጀሚሩ እዚ ምኽንሻብ ኣብቲ ኣድያነ ሰማዊ እንታይ እንዳተወራረሰ ዝመፀ ኣብ ወዲ ተባዕታይ ክኽንሸብ ከም ዘለዎ ሰይድና ኢብራሂም ዝጀመርዎ ሱና እዩ ብምቅጻል እንሻ ኣላህ እንታይ ኢልና ናዓም ያ እስትሕዳድ ከምዚ ገሊፀ እየ ሕልቅ ላዕና ኢልና ኣብ ፕራይቨት ፓርት ዘሎ ጨጉሪ ምኻድ ምልጋስ እዩ

እም እንታይ ግዜ ሕዱድ ዘሎ እንታይ እዩ ክተልግሶ ኣብ ዝጠዓመካ ክትገብሮ ትክእል ኢካ ካብ እርባዓ መዓልቲ ንኘው ግን ላ ላ የጁዝ ነዓም ሊኣን ነቢ ዓለይሂ ሰላቱ ወሰላም ወቀተ ለና ዓን ኣነስ ብን ማሊክ ወቀተ ለና ረሱሉላሂ ሰለሏሁ ዓለይሂ ወሰለም ፊ ቀሲ ሻርብ

ኣይፍቀደካን እዩ ኣብ ውሽጢ ኣብ ኣርብዓ ዘሎ ንታሕቲ ግን ከም ዝደለካ ኣብ ሰሙን ሰሙን ከምዚ usually ዝፍተው ኣብ ገለ ገለ ኣተር መጺኡ ኣሎ ጅምዓ ክከውን ከሎ እቲ መስታጅ ናትካ ወይ ከኣ ልዕሊ ከንፈርካ ዘሎ ጭሕሚ ከም ኣስላማይ ንዕኡ ከተሕጽር ካብቲ ሓደ ሱነን ኣልፊጥራ እዩ ንዕኡ ጽፍርካ ክትሰድድ ናይ ትሽትሽካ ክትሰድድ ብክልተ ዓይነት እዩ መጺኡ ዘሎ እንሻላ ክንሪኦ ኢና ምንጫት ብምንጫት እንተ ትክእል ከንካ ሓይሊ ኣለካ ክትምንጭቶ ብኢድካ ጌርካ ወይ ከዓ ብምልጻይ ኣብ ትሽትሽካ ዘሎ ከዛሊክ ኣብ ሕፍረትካን ከባቢ ሕፍረትካን ዘሎ ጨጉሪ ከተልግስ እዚ ኣብ ጅምዓት እንተ ጌርካዮ ዝበለጸ ንምንታይ ጅምዓት ናይ ጽሬትን ዝበስት ደይ ስለ ዝኾነ ፊኣተር ከማን መጺሎ ነቢ ዓለ ስላ ሰላም ይገብሩ ነይሮም ዝብል ስለዚ እዚ ንዓኻ እዩ ሽግር የብሉን ግን ካብ ኣርብዓ መዓልቲ ንኞ ክተጽንሖ የብልካን ካብ ኣርብዓ መዓልቲ ንኞ ጽፍርኻ ይኹን መስታጅ ናትካ ኣብ ልዕሊ ከንፈርካ ዘሎ ጭሕሚ ኣይደኖ እንታይ ይበሃል ሸነብ ይብልዎ ኣብ ሱዳን ከባብን ኣይደኖ ኣብ ትግርኛ ረስዐዮ እዚ ማለት እዩ ንዕኡ ከተሕፅሮ ወይ ከማን ኣብ ገለ ገለ ክትላፅዮ ሽግር የለን ወላኪን ጭሕምኻ ከይትትንክፎ ከይትትንክፎ እንሻላ ሓደ ብሓደ ክንርኢ ኢና ሐጂ ኣብ ምንታይ በፂሕና ኣለና ሓደ ኣብቲ ናይ ሕፍረትና ፓርት እስትሕዳድ ዝባሃል ክትላፅዮ ከምዘለካ ነቢ ዓለይሂ ሰላቱ ወሰላም ነጊሮምና ካልኣይ ክሊ ኪታን እዩ ኪታን ካዓ እንታይ እዩ ምኽንሻብ ማለት እዩ። ንደቂ ተባዕትዮ ዋጅብ ክኸውን እንከሎ ንደቂ ኣንስትዮ እንታይ ማበይነ ቃይል ብውጁብሂ ወቃይል ብሱንየትሂ ወስትሕባብሂ ወቃይል ብኣንሁ ሙከረማ ኣው ሙስተሓብ ንጓል ኣንስተይቲ ዝተፈላለዩ ፉቃሃ ዝተፈላለዩ ኣራ ኣሎ ገሊኦም እንታይ ናይ ግድን ዝብሉ ክትኽንሸብ ከምዘለዋ ገሊኦም ይፍተው እዩ ገሊኦም ስነ ስርዓት መትሓዚ ንዓኣ ዝብሉ ኣራእዩ ኣሎ ወላኪን ኣላ ውሰጥ ልራእ እንታይ እዩ እንድሕር ደኣ ትኽንሸብ ኮይና ከምቲ ናይ ኣብ ዓድናን ወይ ከኣ ኣብ ኢጅፕትን ኣብ ካልእ ካልእ ቦታን ዝግበር ዘይኮነስ ክትርሕማ ከም ዘለዋ እታ ትኽንሽባ ክትርሕማ ከም ዘለዋ ብምልኡ ኣይትኽንሽባ ያዓኒ እንታይ ትግበር ሞደረይት ትኹን ወሰጥ ጌራ ትቐንሸባ። ሳልሳይ ነጥፊ ልኢብጥ እዩ፣ ትሽትሽካ እንታይ ትሽትሽካ ነጥፍ ነጥፊ ክትገብር ነጥፊ ማለት ምብንጣስ ወይ ከኣ ምንታፍ ማለት እዩ እንተ ትኽእል ከንካ ከም ዝፍለጥ ይሕምም እዩ ስለዚ ዘይትኽእል እንተኾንካ እንሻላ እንታይ እቲ ከይትኽእል እንተኾንካ ክትላፅዮ ሽግር የለን ዩዝጋር ኣነ ኢማም ኣሕመድ ኣው ኢማም ሻፍዒ ካብ ክልቲኦም ሓደ እዮም ሓደ ኣትይዎም እንታይ ትሽትሾም ይላፅዩ ነይሮም ይፈልጥ እየ ኢሎም ነትፊ ሱና ስለ ከም ዝኾነ ግን ኣይክእልን እየ ኣነ ኣይክእልን እየ ንምንታይ የሕምም እዩ ስለዚ እንታይ እዩ

ክትላጺ እንከለኻ ብየማናይ እዚ ኩሉ ሪኢኻ ሱብሓነላህ ትሽትሽካ እንተ ጸሪኻ እቲ ፕራይቨት ፓርት ዘሎ እንታይ ጨጉሪ እንተ ጸሪኻ እዚ ካብቲ ጽሬት እዩ ማለት እዩ እቲ ወዲ ሰብ ወዲ ሰብ ትጨኑ ያኒ ሰብ ሰብ ትጨኑ ሰብ ጹሩይ ኣብ መልክዑን ኣብ ጽሬቱን ዝተስተኻኸለ ክኸውን ኣለዎ ዲን ልእስላም ከኣ ንሄለ ከምዚ ጌሩ ይምህረና ነቢ ዓለይሂ ሰላት ወሰላም ይነግሩና ቀስ ሻርብ ዋዕፋእ ልሕያ ቀስ ሻርብ ከም ዝዘከርክዎ ሻርብ እንታይ እዩ እቲ ኣብ ልዕሊ ከንፈር ዝርከብ ጨጉሪ ንዕኡ እንታይ ክትገብሮ ንዕኡ ከተትሕቶ ወይ ከዓ ክትላፅዮ ከተትሕቶ ወይ ክትላፅዮ እሕፋእ ልሕያ እሕፋእ ልሕያ ጭሕምኻ እንታይ ክትገብሮ ክትገድፎ ጭሕምኻ ክትገድፎ እዚ ሱና እዩ እዚ ሱና እዩ በል ዋጅብ እዩ ነቢ ዓለይሂ ሰላቱ ወሰላም ብዙሕ ሓዲስ መፂኡ ኣሎ ኣሕፉ ልሕያ እንታይ ዝብል ኻሉ ልሙሽሪኪን ወፍሩ ልሕያ ወኣሕፉ ሸዋርብ ሙተፈቁን ዓለይህ ነቢ ዓለይሂ ሰላቱ ወሰላም ሓዲስ ብዙሕ መፂኡ ኣሎ ግደፍዎ ጭሕምኹም ኣዕብይዎ ኣይትተንክፍዎ ዝብል ኣሓዲስ ኩሉ ዝለ እዚ እዚ እንታይ እዩ እንተገና ንሙሽሪኪን እንታይ ግቡሮም ኻልፍዎም ገሊኦም ሙሽሪኪን እንታይ ጭሕሚ ዘይብሎም ኣለው ገሊኦም ከኣ እቲ መስታጅ ናቶም ወይ ከኣ ኣብ ልዕሊ ከንፈር ዘሎ ዘይትንክፍዎ ኣሎ ስለዚ ከም በዓል የሁድ ያዕኒ ኻልፍ ልየሁድ እስላም ኮይንና ግን ንሕና ኣብቲ መስታጅ ናትና ዘሎ ወይ ከኣ ሻርፕ ናትና ኣብ ልዕሊ ከንፈርና ዝርከብ ጨጉሪ ኣብ ደቂ ተባዕትዮ ዝበቁል ንዕኡ እንታይ ክትገብሮ ንዕኡ ከተትሕቶ ጭሕምኻ ከኣኒ እንታይ ከይትትንክፎ እዚ ከም እስላማይ መጠን ሱብሓናላህ እዚ ናይ ወስተርን እስትዕማር ወይ ከኣ እዚ ኣብ ዓዲ ኣፍሪቃ ይኹን ዓዲ ዓረብ ምስ ኣተዉ ሓደ ካብቲ ሕማቕ ባህሊ ዘውረስዎ ነቲ ናይ ሙስሊም ሕብረተሰብ እዚ ጭሕሚ ምልጻይ እዩ። ቀደም ኣይፍለጥን እዩ ነይሩ። ሰብኣይ ሰብኣይ ዝመስለሉ ሓደ ምልክት ጭሕሚ እዩ ነይሩ። ግን እዚ ዌስተርን ካልቸር ምስ መጸ ሓታ እቲም ዌስተርን እቲም ቀዳሞት እንተ ርኢናዮም ኩሎም ጭሕሚ ነይርዎም። ንምንታይ ከም ዝበልክዎ መጀመርያ እቲ ናይ ወዲ ሰብ ሰብ ሰብኣይ ሰብኣይ ክመስል ብጭሕሙ መዝሃር ናቱ ጭሕሚ እዩ ስለዚ ከምቲ ዝከር ሸክ ኣልባኒ ረሒመሁላህ ኣብቲ ሓሚሞም እቲ ዶክተር መጽዩ እንታይ ምስ ረኣዮምሲ ድሓር ሓኪሙ ምስ ወጸ እድዑላሂ ሊያ ሸክ ኢሉ ምስ ሓተቶም ዱዓ ግበሩለይ ምስ በሎም እቲ ዶክተር ጭሕሙ ዝተላጸየ እዩ ነይሩ። ዘየነከ ኣላሁ ቢማ ዘየነ ሪጃል ረቢ መልክዕ ይሃብካ ከምቲ ንሰብኡት መልክዕ ዝሃበ ኢሎም ዱዓ ገይሮምሎም ሸኽ ኣልኣልባኒ እንታይ ዱዓ ገይሮምሎም እንታይ ሱና ይሃብካ ማለት እዩ ሱና ረቢ ይወፍቅካ ኣብ ሱና ስለዚ እትም ጭሕሚ ንላጺ ወላ እኳ ሓራይ ንበል ወላ እኳ እቲ ሱና እዩ ንበል እቲ ምቁራጹ ከኣ ንሱና ተኻልፋ ኣለኻ ንበል ስለዚ መዓልታዊ ድላጺ ሰብ ኣሎ ኣብ ኤቭሪ ኣደር ደይ ድላጺ ሰብ ኣሎ ኤቭሪ ዊክ ዝላጺ ሰብ ኣሎ ስለዚ እቲ ንእሽተይ ዋላ እቲ ንእሽተይ ዘንቢ ዋላ ንዝብሉ ዑለማእ ግን ክንፈልጥ ይግበኣና እቲ ንእሽተይ ዘንቢ ዘንቢ ምዃኑ እንዳፈለጥካ እንተደኣ ቀጻሊ ትገብሮ ኾንካ ይቕየር እዩ ናብ ምንታይ ናብ ከባይር እዩ ዝቕየር ሓደ ንእሽተይ ካልኣይ ንእሽተይ ሳልሳይ ንእሽተይ እንዳወሰኸ ክልተ ወርሒ ዓመት ክልተ ዓመት ሱብሓነላህ ከምዚ ኢልካ ጭሕምኻ ትላጺ ትላጺ ትላጺ ክትሪኡኻ ከለዉ መልክዕኻ ያኒ ወነዑዙቢላህ ሰብኣይ ኣይትመስልን ኣዘ ሰይም ታይም ከኣ እንታይ ትገብር ሱና የብልካን ዘንቢ ትውስኽ ዋላ ሚነ ሰጋይር ዝብልዎ ከማነይ ዑለማ እንተ ተኣኪቡ ናብ ከባኤር ስለ ዝመሓላለፍ ስለዚ ደቂ ተባዕትዮ እንታይ ክንከውን ይግበኣና እዚ ሱና እዚ ሱነነል ፊጥራ በል ናይ ወድ ናይ ናይ ሕጊ ናይ ተፈጥሮ ሕጊ ኣብ ታሪኽ ክትንብብ እንከለኻ፣ ቀደምሲ ኣሰቡት ክእሰሩ እንከለዉ መቕጻዕቲ ብጭሕሚ ምልጻይ ይቐጽዎም ነይሮም ዝብል ታሪኽ ትርኢ። ንምንታይ ሓደ ካብቲ ሰብኣይ ሰብኣይ ያዕኒ ጭሕሙ እንተድኣ ላጽዮሞ ሞራሊ እንታይ ይገብርዎ መቕጻዕቲ ቶርቸር ይገብርዎ ማለት እዩ። ስለዚ እቲ ባዕልኻ ብኢድካ ብሽቓቕ ኣቲኻ ኤቭሪ ኣዘር ደይ ኤቭሪ ዊክ ትላጺ ዘለኻ ረቢ ፍራሕ ናብ ሱና ተመለስ። ኩሉ ግዜ ክትላጺ እንከለኻ እቲ ሳቓይ ወላ ዝብሉ ዕለማ ተኣኪቡ ተኣኪቡ ከባኢር ስለ ዝኾነ ስለዚ ረቢ ንፍራሕ ጭሕምና እንታይ ኣይንላጺ ሓራም እዩ ዝሕር ጽሕሚ ምልጻይ ሓራም እዩ ጭሕሚ ምንዋሕ ከኣ ሱና እዩ በል ዋጅብ እዩ ነቢ ዓለይሂ ሰላቱ ወሰላም እንታይ እዮም ኢሎም ኻሉፉል ሙሽሪኪን ሙሽሪኪን እንታይ ግበሩ ኣይትመሳሰልዎም ንዕኦም ኣንጻር ኩኑ

ቀትሪ ክትቆርጾ ትኽእል ኣብ ሰሙን ክትቆርጾ ትኽእል ኣብ ክልተ ሰሙን ክትቆርጾ ትኽእል እንታይ ሽሙ ርስሓት ኣይትኣክበሉ ቀልጢፍካ እንተቆረፅካዮ ስስቆሉ ወይ እንታይ እዩ ንፅሬት እዩ እቲ ፐርፐዝ ናይ ምፅራይ ናይ ፅፍሪ ምዝዳድ እንታይ እዩ ፅሬት እዩ ስለዚ ኣብ ጅምዓት ጅምዓት ተገበርካሉ በርናመጅ ወይ ከዓ ፕሮግራም ሓሰን ሽግር የብሉን ፅቡቅ እዩ ቐስ ኢልካ ግን ሕማቅ መንዘር ኣይትኩን ደቂ ሰባት ክሪኡካ ከለው ከማን ደስ ኣይብልን እቲ ንዓካም ጥዕና ኣይኮነን ንምንታይ እቲ ባክተርያ ይኩን ካልእ ካልእ ኣብ ፅፍሪ ትሕቲ ፅፍሪ ተኣኪቦም ኣብ ርስሓት ስለ ዝረኣይ ሰብ ዝሪኤካን ንዓካን ሕማቅ ስለ ዝኮነ ቀልጢፍካ እንታይ ግበሮ ፅፍርካ ስደዶ ወሃዛ ሚን ሱነን ኣልፍጥራ ፅፍሪ ምስዳድ ካብቲ ሓደ ሱነን ኣልፍጥራ ኣላህ ስብሓን ወተዓላ ንወዲ ሰብ ፈጢሩ ፅቡቕ ንክመስሉን ሕጊ ዝመሓላለፈሎምን ብናይ ኦርደር ነቢ ዓለይሂ ሰላቱ ወሰላም ዝበሉናን እዩ። ካብ ኣርብዓ መዓልቲ ግን ፅፍሪ ምስዳድ ኣርብዓ መዓልቲ እንድሕር እንዳ ሓሊፍካ ስኻ ወንጀል ኣለካ ስኻ ሓራም ኣቲኻ ኣለኻ ካብ ኣርብዓ መዓልቲ ንላዕሊ ፅፍሪ እንተደኣ ደይተሰደደ ሃዛ ዩእሰም ሃዛ ዩእሰም ወንጀል ኣለዎ ስለዚ ቅድሚኡ ዘሎ ኣብ ዝደለኻዮ እንታይ ክትገብር ክትሰድን ይፍቀደካ ገለ ገለ ሰባት ምሸት ኣይስደድን እዩ ለይት ሰለዋኣስል ምሸት ክትሰድድ ትኽእል ወላ ሓንቲ ሽግር የብሉን እንሻ ኣላ። ከምቲ ቆልዑት ከለና ከምቲ ዝፍለጥ ጽፍርካ ምስ ሰደድካ ወይ ጨጉርካ ምስ ሰደድካ ምቕባር ወይ ከኣ ኣብ መሬት ፍሒርካ ምእታው እንተ ገዲፍካዮ ዘንቢ ኣለካ ዝብል ሰብ እንተኾይኑ ላ ዘንቢ የብልካን እንተ ጽፍርካ ሰዲድካ ኣብ ክዕቢትካ ቀቢርካዮ እንሻላ ሓሰን ሽግር የብሉን እንሻላ ይፍተው እዩ ሽግር የብሉን እንሻላ ይፍተው እዩ ግን እንተ ደይ ቀበርካዮ ዘንቢ ኣለካ ዝብለካ ላእ ዘንቢ የብልካን እንተ ገዲፍካዮ ውን ሽግር የብሉን እንተ ቀቢርካዮ ግን እንሻላህ ይፍተው ዩ ሽግር የብሉን እንሻላህ ናዓም።

ከም ኣስላመይቲ መጠን እቲ ጽፍርኺ ካብ ኣርብዓ መዓልቲ እንተድኣ ኣንዊሕክዮ ወነዑዙቢላህ ክረኢ እንከሎ መልክዕ ኢሎም እቲ መልክዕ ግን ኣብ ምንታይ ምዃኑ ሓደ ሓደ ግዜ እቲ ሸይጣን እንተድኣ ሰሪርዎ ሓንጎልካ ወይ ከኣ እቲ ሸይጣን እንተድኣ ዘይኑልካ እቲ ጽቡቕ ሕማቕ ከይኑ ይረኣየካ እቲ ሕማቕ ጽቡቕ ከይኑ ይረኣየካ እቲ መልከዐኛ ሕማቅ ኮይኑ ይረኣዮ እቲ ቀቢሕ ከኣ እንታይ ኮይኑ መልከዐኛ ኮይኑ ይረኣዮ ይጋላበጠካ እዩ ስለዚ ስብሓናላ እቲ ጽፍሪ ምንዋሕ ቀደምሲ ናይ ሸይጣን ምልክት እዩ ወይ ከኣ ሓንቲ ዊችስ ዝብሃላ ደቂ ኣሕድርትና ወይ ንዓን ዝመስላ ያኒ እንታይ ንዑኡ ናቶም ምልክት እዩ ኔሩ ያኒ ጽፍሪ ምንዋሕ እቲ ጨጉሪ ፍሕንጭርጭር ዝበለ ያኒ ዘይተሰርሐ ክትሪኣ እንከለኻ ጓል ኣንስተይቲ ኮል ዊችስ ላይክ ያኒ ከምዚ ሸይጣን እያ ያኒ ከምዚ ጓል ኣሕድርትና ወይ ገለ ለካ ምሽ ሕማቕ መርኢት ዘለዋ ማለት እዩ ስለዚ ኣንቲ እቲ ፅፍርኺ ተንውሕዮ ዘለኺ ክንደይ ገንዘብ ተጥፍኢ ዘለኺ በል እሱ ጥራሕ ከይኣክለኪ ኣዝማልቶ ወዲ ዝማልቶ ጌርኪ ትዝማልቶ ከኣ ሓደ ሓደ ግዜ ሰላት ዘሕልፈልኪ ምእንትኡ ሰላት ዘይትሰግዲ ንዑ ጌርኪ ውዱእ ትገብሪ ሓደ ሓደ ግዜ ከኣ ዘይፈለጥኪ እንተ ኮንኪ ስለዚ እቲ ጽፍሪ ስብሓንላህ ካብ ኣርብዓ መዓልቲ ምሕላፉ ወንጀል እዩ ቀዳማይ ክትፈልጥዮ ዘለኪ ሓፍተይ ካልኣይ እቲ ምንውሑ መልክዕ ኮይኑ ይረኣየኪ ዘሎ I don't know እንሻኣላህ I don't know ሰብኣይ ሰብኣይኪ ይፈትዎ እንድሕር ኮይኑ well ካብ ኣርብዓ መዓልቲ ንኘው ክተሕልፍዮ ኣይፍቀደክን እዩ anyways ስለዚ እቲ ኣዝማልቶ ትገብርዮ ዘለኺ ከኣ እቲ ዝማልቶ ማይ ኣይሕልፍን እዩ ክትፈልጢ ኣለኪ ውዱእ ክትገብሪ ከለኺ ይኹን ነብስኺ ክትሕፀቢ ከለኺ ይኹን እቲ ዝማልቶ ከተልግስዮ ይግባእ እቲ ኣዝማልቶ ከተልግስዮ ይግባእ ስለዚ every ሰላ እንተደኣ መፅዩ ኣዝማልቶ ጌርኪ ኔርኪ ንዕኡ ሓጺብኪ ማለት ደምሲስኪ ኣይ ዶንት ኖው ኬሚካል ኣሎ ንዕኡ ዘልግስ ንዕኡ ኣልጊስኪ እንደገና ካልእ ውዲ ጌርኪ ሓተትዓቢ ነፍሲክ ነብስክን ገንዘብክን ከተዕቢ ኢኪ ስለዚ እንሻኣላህ እንታይ ካብዚ ነገር እዚ ጥንቅቅ ንበል ካብዚ ነገር እዚ ጥንቅቅ ንበል እቲ ጽቡቅ ኮይኑ ዝረኣየና ሓደ ሓደ ግዜ ናይ ሸይጣን እንታይ ይገብረልና እዩ ጽቡቅ ጌሩ እዩ ዘርእየና ስለዚ ወዑዙቢላህ ሸይጣን ንዓውዝ ደቂ ኣንስትዮ ካብዚ ሕማቅ ናይ ዌስተርን ይኩን ናይ ካልእ ባህልታት ንቆጠብ ምልክዕትን ጽፍፍትን ጽሪትን ክትኮኒ ኩልግዜ ይምረጽ ኣብ ዲንክን ኣብ ዱንያን እንሻኣላህ ስለዚ ጽፍሪ እዚ እንታይ እዩ ካብቲ የቁል

ወይ ዓውደት ኣጻብዕ ወመፋሲሊሃ ኣብ መንጎ ኣጻብዕትና ዘሎ ክትሓጽቦ እዚ ከኣ ካብቲ ሱነን ኣልፊጥራ እዩ ኣልሓምዱሊላህ ዓላ ኒዕመት ኣልኢስላም ከመይ ጽርየት ዝመሃረና እዚ ዲን ኣልኢስላም ኣብ መንጎ ኣጻብዕትኻ ዘሎ ኣብ መንጎ ኣብ መንጎ ኣጻብዕትኻ ዘሎ ጽቡቅ ጌርካ ካብቲ ሓደ ሽሩጥ ናይ ውዱእ እዚ ተኻሊል ኣሳብዕ ነቢ ዓለይሂ ሰላቱ ወሰላም ውዱእ ክገብሩ እንከለዉ ከመይ ጌሮም የብልዎ ኔሮም ያኒ ክልቲኦም ከምዚ ጌሮም የብልዎ ኔሮም ያዓኒ ኣብ መንጎ ዘሎ ይሓጽብዎ ኔሮም ደሓር ኣብቲ እግርኻ ዘሎን ከምኡ ክትሓጽብ ኣብ መንጎ ኣጻብዕቲ ናይ እግርኻ ዘሎ ከዛሊክ ኣብዚ ኣብ መንጎ ናይ እዝኒ ብድሕሪት ዝኮውን ወይ ኣብዚ ውሽጢ ዘሎ ጽቡቅ ጌርካ ክትሓጽቦ እዚ ኩሉ እንታይ እዩ? ገስል በራጅም ይብልዎ እዚ ከኣ ካብቲ ሓደ

ናይ ግድን ኣይኮነን ብማይ ብዝከኣለካ ማይ የፅርዮ እዩ እንደገና ንማይ ዝትክእ ከም ቶይለት ፔፐር ይኹን ሶፍቲ ይኹን ብኡ ጌርካ ከተፅርዮ እንሻኣላ እዚ እውን ካብቲ ሓደ ፅቡቕ ነገር ከተፅርዮ ዝግበኣካ ኣብ መንጎ ኣፃብዕትኻ ኣብ መንጎ እግሪ ናይ ኣፃብዕቲ ኣብ ኣፍንጫ ኣብ እዝኒ ዘሎ ርስሓታት ንኸተፅሪ እዚ ከዓ ካብቲ ሓደ ሕግታት ናይ ተፈጥራዊ ሕግታት እዮም እንደገና እስልምና ዝኣዘዘና ከም ኣስላማይ መጠን ከም ወዲ ሰብ መጠን ነዚ ነገር እዚ ከተጽርዮ ነቢ ዓለይሂ ሰላቱ ወሰላም ኣዚዞምና ሰብ ሰብ ክመስል ምእንቲ እዚ ዲነል ኢስላም ብኣካላትና ንርኤይ ደጋውን ውሽጣውን ዘጠቓለለ ዲን እዩ። እዚ ዲን እዚ ናይ ደገ ጥራሕ ኣይኮነን ወናይ ውሽጢ ጥራሕ ኣይኮነን እዚ ዲን ኣልእስላም እዚ ንክልቲኡ ኣጠቃሊሉ ዝከይድ እዩ ስለዚ ክንርኢ እንከለና ኣልሓምዱሊላህ ፅቡቅ መልክዕ ፅርየት ምስ ደቂ ሰባት ክትቀርብ እንከለካ ካሰተን እዚ ያኒ ኣብ ትሽቱሽካ ዘሎ ጨጉሪ እንተድኣ ካብ ኣርብዓ መዓልቲ ንታሕቲ ኮይኑ ወይ ከዓ ኣብ ሰሙን እንተድኣ ትላፂ ኮንካ እግርካ ትሓፅብ ውዱእ ኣሎ ወከዛሊክ ዝያዳ እንተድኣ ዘድልዩ ኮይኑ ምሕጻብ ክትሓጽብ ኢድካ ክትሓጽብ ፍንጫኻ ክትሓጽብ ጭሕምኻ ጽቡቅ ጌርካ ክትገድፎ ሰብኣይ ክትመስል ጽፍርኺ ብጽቡቅ ክትሕዚ ጽፍርኻ ክትቆርጽ እዚ ምስ ትገብር ያኒ ሱብሓነላህ ያኒ you look እንታይ እዩ ናይ ግድን ኣይኮነን ጽቡቅ ክትኾውን ወይ ከኣ ናይ ግድን ኣይኮነን ሃንድሳም ወይ ቢዩትፉል ክትኾኒ ላእ ግን ናይ ግድን ይኮነካ ጹሩይ ክትከውን ናይ ግድን ይኮናካ ጹሩይ ክትከውን እንሻኣላህ ብምቅጻል መድማዳ መድማዳ እዚ ኣብ ኣፍካ ምጉጽጓጽ ተሓጺብካ ይኩን ምስ በላዕካ ዋ ካብኡ ንላዕሊ ከኣኒ ኣልሓምድሊላ እቲ ወስተርን ካንትሪ ዝነብር ሰብ ኣብ ሱዑድያ ወላ ይኩን ሎሚ ምተወፈረ ኣልሓምድሊላ ኣብ ዝኮነ ገዛ እንታይ ኣሎ ብራሽ ን ፔስት ኣሎ እሱ ክንዲ እንታይ ሽሙ ያኒ እንታይ ትገብሮ ከምዚ ሚስዋክ እንተ ረቢ ወፊቅካ ካብቲ ሓደ ኺሳል ሱነን ኣልፊጥራ ሚስዋክ እዩ ከመዛሊክ ኣብቲ ናይቲ ሚስዋክ ንዑኡ ከኣ ኣብዚ ዘለናዮ ብዙሕ ግዜ ኣይውፈርን ኣይክትረክብን ትክእል ገለ ትክእል ግን ብራሽን ፔስትን ኣሎ ኣብ ዝኮነ ገዛ እሱ ምጥቃም ኣብ መዓልቲ ክልተ ግዜ እቲኦም ደካትር ናይ ኣስናን እንታይ ይእዝዙ ግን እስልምና ካብ ሽሕን ኣርባዕተ ሚእትን ንቅድሚ ዓመት ዓመታት ዝኣዘዘና ፅሬት ናይ ኣፍና ፅሬት ናይ ስንና take care ክንገብር ሓደ ካብቲ እንታይ እዩ ሱነን ኣልፊጥራ እዩ ወልእስቲንሻቅ ወሲዋክ ወልእስቲንጃእ ወልእስቲንጃእ እዚ እውን ርስሓት ምስ ዝወፃካ ካብ ኣካላትካ ብቀልቀል ይኹን ብሽንቲ ክትሕፀቦን ወይ ከዓ ብወረቀት ጌርካ ክትፀሪ ነብስኻን እዚ ኩሉ እዚ ሱብሓነላህ ኣብ ጥዕና ሙሉእ ኣብ ፅርየት ዝተማለኤ ሰባትን ሕብረተሰባትን ክትቀርብ እንከለኻን ዘይትሓፍርን ንጥዕናኻን ሙሉእ ዝገብረካን ዲን ልእስላም እዚ ኩሉ እዚ ይእዝዘና ኣልሓምዱሊላህ ዓላ ኒዕመት ልእስላም ረቢ ሱብሓነሁ ወተዓላ እስላም ገይሩ ዝኸለቐና ኣልሓምዱሊላህ እንዳበልኩ ብዛዕባ እዚ ሱነን ፊጥራ ቁሩብ ሕቶታት እንሻላህ ክንርኢ ኢና ድሓር እንሻላህ ትምህርትና ክንውድእ ኢና። እቲ ግዜ ክንደይ እዩ ንዝብል ሕቶ እቲ ግዜ ከም ዝረኣናዮ ኣርብዓ መዓልቲ ካብኡ ንላዕሊ ክትሓልፍ ኣይግበኣካን እዩ። እዚ ኩሉ ዝጠቐስናዮ መስታጅናትካ ይኹን ፅፍርኻ ይኹን ናዓም ፅፍርካ ይኩን ዋእ ካልእ እንታይ ጠቂስና ነይርና ትሽትሽካ ይኩን ዋእ ኣብ ሕፍረትካ ዘሎ ጨጉሪ ይኩን እዚ ሰሙናዊ ክልተ ሰሙን ፕሮግራም ግበረሉ ኩሉ ግዜ እንታይ ግበር ኩሉ ግዜ ፅሩይ ኩን ስጋብ ኣርባዓ ማዓልቲ ኣለካ ፍቃድ ካብ ኣርባዓ ማዓልቲ ንላዕሊ ግን ላእ ካብ ኣርባዓ ማዓልቲ ንላዕሊ እንታይ እዩ ወንጀል እዩ ወንጀል እዩ።

ስለዚ ሓዲስ ደዒፍካ ኩሉ ግዜ እንታይ እዩ ኣይውሰድን እዩ ሑጃ ኣይከውንን እዩ ስለዚ እንተደፈንካዮ እንታይ እዩ ሽግር የብሉን እንተገደፍካዮ እውን ሽግር የብሉን ተደፈንካዮ ኣሕሰን እንተ ኣለካ መሬት ኣለካ ኣብ ቀረባ ዋ መሬት ኣለካ ድፈኖ ሽግር የብሉን እንሻ ኣላ ደደፈንካዮ ግን ዘንብለካ ዝበሃል ነገር የለን ላ ዩስብል ገለ ገለ ደቂ ተባዕትዮ ጭሕሚ የብልናን እሞ መድሃኒት ጌርና ጭሕምና ክነብቁል ይፍቀድ ድዩ ዝብል ሕቶ ቅድሚ ኩሉ ኣላህ ስብሓን ወተዓላ በብቲ ዝሃበና እንታይ ሰትስፋይ ምዃን እቲ ዝዓበየ ናይ ህይወት ምስጢር ጥሚናን ዘለዎ ህይወት ክትሕልፍ እንተ ደሊኻ ሕጉስ ሂወት ከተሕልፍ እንተድኣ ደሊኻ በቲ ኣላህ ሱብሓነሁ ወተዓላ ጌሩ ዝኸለቐና ብኡ ኣክሰፕት ጌርካ ብኡ ሕጉስ ኮንካ ክትነብር እዚ ናይ መጀመርያ እንታይ እዩ ናይ መጀመርያ ጥበብ ናይ ሳክሰስ ላይፍ ወይ ከዓ ሓጎስ ዝመልኦ ላይፍ ሳክሰስ ብምንታይ ብገንዘብ ምህላው ወይ ብኻልእ ካልእ ኣይኮነን ግን ኣላህ ሱብሓነሁ ወተዓላ ጭሕሚ ዘይብልካ እንድሕር ጌሩ ከሊቕካ ኣልሓምዱሊላህ ሽግር የብሉን ጭሕሚ ብዘይ ምህላውካ እንታይ ኣጅሪ የብልካን ማለት ላ እቲኣ ዝወጸትልካ ክልተ ትኹን ኣርባዕተ ይኹና ኣብ ከምዚ ንሪኦም ማሻኣላህ ያኒ ኢኽዋና ፊሊፒን ይኹኑ ወይ ከዓ ማሌዥያ እንተ ሪኢኻዮም ስብሓንላ ጭሕሚ የብሎምን ሃዛ ኣላህ ስብሓን ወተዓላ ከሊቅዎም ከምኡ እዮም እቲ ፍጥረቶም እንተድኣ ከይድካ በዓል ኣፍጋኒስታን ኣብ በዓል ህንዲ ይኹን ፓኪስታን እንተድኣ ከይድካ ከኣ ማሻኣላህ ትጭሕሞምስ ቢዩድፉል ክሪራዩ ከለዉ ጽቡቃት ሃይባ ዘለዎም ትሪኦም ከዛሊክ ዓረብ ሞስት ኦፍ ዓረብ ጽቡቅ ጭሕሞም እዚ ግን እንታይ እዩ እዚ ባዕሎም መሪጾም ጭሕመይ ከምዚ ክኸውን እየ ወይ ከምዚ ክኸውን እየ ዝብሃል ኣይኮነን እዚ ኣብ ኩሉ እዩ ኢኻ ትወስዶ ሓደ ሰብ ጸሊም ምዃኑ ብጽልሙ ክስምዖ የብሉን ሓደ ሰብ ቀይሕ ኮይኑ ኣነ ቀይሕ ኢሉ ክኾርዕ የብሉን። ሓደ ሰብ ሓጺር ኮይኑ ኣነ ሓጺር ኢሉ ክስምዖ የብሉን። ሓደ ሰብ ነዊሕ ኢሉ ብንውሕነቱ ክኾርዕ የብሉን። ሓንቲ ጓል ጽብቕቲ ኢላ ብመልክዓ ክትኾርዕ የብላን። ስለዚ ኣላህ ስብሓነሁ ወተዓላ ነናትና ናቱ ብሒክማ ገይሩ ንደቂ ሰባት ሓደ ነዊሕ ሓደ ሓጺር፣ ሓደ ቀይሕ ሓደ ጸሊም፣ ሓደ ጭሕሚ ሓደ ብዘይ ጭሕሚ ስለዝኸለቐና በቲ ዝኸለቐና ብኡኡ ተቐቢልና እንተደኣ ከይድና ወላሂ እዚ እንታይ እዩ ኣብ ሂወትካ ሽግር ዘይብሉ ሂወት ተሕልፈሉ ሓደ ካብቲ እንታይ እዩ ሓደ ካብቲ ምስጢር እዩ በቲ ዘለና ምቕባል ማለት እዩ በቲ ዘለና ምቕባል ካብኡ ብምቕጻል ግን ሕክምና ከይድካ ጭሕሚ ደሊኻ ሕክምና እዚ መድሃኒት እዚ ጉድኣት ዘይብሉ እንተደኣ ኣረጋጊጹልካ ካልእ ዓይነት ዳሜጅ ክገብር ዘይክእል እንተኾይኑ ሽግር የብሉን እንሻላ ሽግር የብሉን ክጥቀም ክትጥቀም ሽግር የብሉን ግን ብቲ ዘለካ መጀመርያ ሕጉስ ኮንካ ምቅባል ሃዛ the best እቲ the best ንሱ እዩ ግን እንሻላ ሕክምና ተረጋጊጹ ሽግር የብሉን እንተ ተባሂልካ ማፊ ማንዕ እንሻላ እንታይ ትገብር ጭሕሚ ዘብቁል ሕክምና ክትገብረ ወይ ከኣ ፈውሲ ክትወስድ ናዓም ሓደ ሓደ ቤተሰብ ረቢ ሂዳያ ይሃቦም ወዶም ኢልትዛም ዝገበረ ኣንታ ወደይ እዚ ጭሕሚ እዚ ደስ ኣይበለንን ኣሎ ላፅዮ ወይ ከዓ ከምዚ ግበሮ ወይ ከዓ እታ ጓል ሕጃም ዝገበረት ሕጃብ ክውፅእዮ ገለመለ ዝብሉ ቤተሰባት ኣለዉ።

እቲ ኣስል ግደፍዎ ዝብል እዩ እቲ ኣስል ዝግደፍዎ እዩ ወላኪን ፊ ኣሰር እብን ዑመር ረዲየላሁ ዐንሁ እብን ዑመር ዑምራ ወይ ሓጅ ክገብሩ እንከለዉ ከምዚ ገይሮም ኢዶም ምስ እንታይ ይበሃል ምስ ጨበጡ ዳሕራይ ካብኡ ንላዕሊ ዝተርፍ ካብኡ ንላዕሊ ዝነውሐ ካብኡ ይቆርጽዎ ኔሮም ዝብል ኣሰር ኣሎ እዚ ኣሰር እዚ ከኣ ኢብኑ ዑመር ከመይ ጌሮም ነቢ ዓለይሂ ሰላቱ ወሰላም ኣብ ጊዜኦም ከለዉ በል ሰይድና ኢብኑ ዑመር ከኣ ዝተፈለጡ እትባዕ ሱና ዝነበሮም ከምዚ ጌሮም ያኒ ሓራም ክገብሩ ዩብዓድ ዓን ኢብኑ ዑመር ስለዚ ብኦኦም ንወስድ ኢሎም ብኡ ዝኸዱ መዛህብ ኣለው ከ ኢማም ኣቡ ሓኒፋ ይኹኑ ወየሚሉ ዛሊክ ሸይኽና ሸይኽ ኣልኣልባኒ ረሒመሁላህ ሸይኽ ኣልኣልባኒ የራ ካብቲ ኢድካ ዓቲርካ ካብኡ ዝያዳ ዝመጸ ጭሕሚ ከተስተኻኽሎ ሽግር የብሉን ይብሉ ስለዚ ኣልሙሂም ኣይትላጽዮ ታሕቲ ኣይትግበሮ እዚ ኩሉ ሓራም እዩ ወላኪን ካብቲ ኢድካ ዓቲርካ ካብ ውንኘው ምዝዳድ እዚ ኪላፍ በይን ኣህለል ዕልም እዩ ገሊኦም እብን ዑመር ገይሮሞ ንገብሮ ዝብል ኣሎ እንተገዲፍካዮ ከኣኒ እንሻኣላህ ካብ ኪላፍ ወጺካ ትገድፎ ከይተንከፍካ ነዓም ስለዚ ዝኾነ ሰብ ምስ ዝእዝዘካ ሓራም ወይ ከኣ ኣዋምር ናይ ኣላህ ስብሓን ወተዓላ ወይ ናይ ነቢ ዓለይሂ ሰላቱ ወሰላም ግደፍ ዝበለካ ላ ጣዓተ ሊልመኽሉቅ ፊ ማዕስየት ልኻልቅ ፒርየድ እዚኣ ቃዒዳ ንሓዛ ንረቢ ስብሓን ወተዓላ ንሓደ ከሕጉስ ኢለ ወይ ከኣ ንሓደ ሰብ ትእዛዙ ከኽብር ኢለ ናይ ረቢ ስብሓን ወተዓላ ትእዛዝ እንታይ ኣይገድፍን እየ ወይ ሓራም ኣይገብርን እየ ወከዛሊክ ኣደ ናይ ኣደ መቃም ኣለዋ ናይ ኣደ ቦታ ኣለዋ ናይ ኣደ ክብረት ኣለዋ ወላኪን ኣብ መንጎን ኣብ መንጎ ኣላህ ስብሓን ወተዓላን ኣብ መንጎይን ኣብ መንጎ ሱነቲ ረሱሉላህ ሰለላሁ ዓለይሂ ወሰለም እንተድኣ መፂኣ እንታይ ክበኣስ ኣይኮንኩን ሕማቅ መልሓስ ክዛረብ ኣይኮንኩን ወላኪን እቲ ኣስሊ እንታይ እዩ ሓደ ሰብ ክትእዘዞ ኣይፍቀደካን እዩ ክትእዘዞ የብልካን

ተደርብ ነፍሰክ ዐለ እልትዛም ብኣሕካም ኣሸሪዓ እዚ እንታይ እዩ ምስቲኦም ፈተና እዩ ጭሕሚ ከላጺ ትብል ኣደ እንተ ኣጋጢምካ ኣብ ሂወትካ ወይ ሰበይትካ ብጭሕምካ ደይትሕጎስ እንተ ኮይና ወይ ስድራካ ኣሕጺርካ ንምንታይ ኢካ ስድራካ ተሕጽሮ ዘለካ እዚ ፈተና እዩ እዚ ፈተና እዚ ክትሓልፎ ኣለካ ተባኢስካ ገለ ገለ ከይኮነሲ ከምቲ ፈተና ናይ ካልእ ብሰብርን ብጽቡቅ መልሓስን ብጽቡቅ ጠባይን ንሓልፎ እንሻኣላህ ብኡ እዚ ከኣ እንታይ ንገብሮ ብኡ ንሓልፎ ስለዚ እንታይ እዩ እቲ ወናዑዙቢላህ ገለ ገለ ሰብ መረድ ኣለዎ ሸይጣን ኣሎ ዲን ዘይፈቱ እቲ መዛህር ናይ ዲን ዘይፈቱ ብዙሕ ሰብ ኣሎ ረቢ እንሻኣላህ ናብ ልቦም ይምለሶም ነቲ ኣብ ዲን ዘለካ ሰብ ከኣ ትጭሕሚ ዝገበርካ ካብ ዓንከር ዓንከር ኢድካ ስድራካ ንላዓሊ ትገብር ዘለካ ወጣት ይኩን ወላ ዓቢ ከዛሊክ ሕጃብኪ ቀጢልኪ ትገብሪ ዘለኪ ጋል ኣንስተይቲ ባጣቃላይ ኣዋምር ናይ ዲን ዝሓዝካ ዝሓዝኪ እዚ ኣብ ፈተና ኣብ መንጎካን ኣብ መንጎ ረብን ዝመጸ እንሻኣላህ ብሰብርን ብጽቡቅ ጠባይን ጌርና እንታይ ክንምከቶ ኣለና እንሻኣላህ ስለዚ እዚ ብሕጽር ዝበለ ብዛዕባ ሱነን ልፍጥራ ኣላህ ስብሓን ወተዓላ ዝፈጠሮ ወዲ ሰብ ብጽቡቅ ርእሱ ኣብ ላዕሊ ጌሩ ክልተ ዓይኒ ብ ቅድሚት ጌሩ ድሕሪኡ ኣፍንጫ ድሕሪኡ ኣፍ ድሕሪኡ ክልተ ኢድ ጌሩ ጽቡቅ ዓይነት ኣፈጣጥራ ካብ ኩሉ ዝተፈለየ ኣፈጣጥራ እግሩ ብታሕቲ ገይሩ ኢዱ ብላዕሊ ስ ቢዩትፉል ያኒ መንዘር ገይሩ ዝኸርቕ ኣላህ ስብሓን ወተዓላ the more beautiful ክትኸውን the more handsome ክትኸውን ከኣኒ እቲ ዝበለካ ወዲ ሰብ ሰብኣይ እንተ ኮንካ ጭሕምኻ ክትገድፎ መስታጅ ናትካ እንታይ ክትገብር ከተሕፅር ትሽትሽካ ዘሎ ጨጉሪ ክትላፂ ወይ ከዓ ክትነትፍ ክትገብር ፕራይቨት ፓርት ዝርከብ ጨጉሪ ንዑ ከዓ እንታይ ክትገብር ንዑ ከዓ ክትላፂ ፅፍርኻ ክትሰድድ ኣብ መንጎ ኣፃብዕትኻ ዘሎ ርስሓት ክትገድፍ ንወዲ ተባዕታይ ክኽንሸብ ጓል ኣንስተይቲ ክትክንሸብ ክትክንሸብ እንተድኣ ደልያ ወይ ከኣ ኣብ መንጎ ወ ክትዘልማ ኣዐርያ ክትክንሽባ ካብ ስምዒት ወጻኢ ከይትገብራ ኣብ መንጎ ጌራ ትገድፋ ወይ ከኣ ንእሽተይ ኣ ምተወሰጥ ዝኾነ ዓይነት ኣከናሻሽባ ጌራ ትክንሽባ እቲ ኣክንሻቢት ነዓ ምዝ ሱነን ኣልፊጥራ እዚ ኣፍንጫኻ ርስሓት ምስ ዝህልወካ ምጽራይ ብራሽ ምጥቃም ንግሆን ምሸትን ይኹን ኣፍካ ምስ ደቂ ሰባት ዘራኽበካ ክትዛረብ ኮሙኒኬት ትገብረሉ ፓርት ናትካ ስለዝኾነ እዝን ኣልሓምዱሊላ ብምሉእ እዚ ነቢ ዓለይሂ ሰላቱ ሰላም ኣብ ሓዲስ ኣቢ ሁረይራ ሓሙሽተ ዝጠቐሱልና ሓዲስ ኡመና ዓኢሻ ረዲየላሁ ዓንሃ ዓሰርተ ዝጠቐሳልና እዚ ብምሉእ እዚ ንሓደ እስላማይ ምሉእ መዝሃር ናቱ ጽቡቅ ኢነላሃ ጀሚል ዩሕቡ ጀማል ኣላህ ስብሓን ወተዓላ ኢዝ እንታይ ኢዩ ጽቡቅ ጽቡቅ ክርኢ ከኣ ደስ ይብሎ ካብ ባሮቱ ስለዚ ከም እስላማይ መጠን ንሕና ከኣ ጽቡቅ ክንከውን ጽሬትና ክንሕዝ ጥዕናና ሙሉእ ክኸውን ዝእዝዘና ዲን ስለ ዝኾነ እዚ ሱነኑል ፊጥራ እንታይ ክንገብር ኣለና ሸለል ክነብሎ የብልናን እቲ ካብ ኣርብዓ መዓልቲ ምጽናሕ ኣብ ሓራምን ኣብ ወንጀልን ስለ ዘእትወና ካብኡ ግን ኣቐዲምና ኣብ ሰሙን ይኹን ኣብ ክልተ ሰሙን እዚኦም ምስ ተገለጹ እንሻኣላህ ኣብ ሂወትና ክንገብሮ በዚ ምስ ገበርና ከኣ ኢምቲሳልን ሊኣምሪ ነብይ ሰለሏሁ ዓለይሂ ወሰለም ስለ ዝኾነ ሓደ ወዲ ተባዕታይ ጭሕሚ ምስ ዝገብር ኣብ ሂወቱ ሙሉእ ሱና ኣለዎ ዘይ ኣቋርጽ ኣጅሪ ኣለዎ ማለት እዩ። ንስኻ ነቲ ጫማኻ ክትላጺ እንከለኻ ወንጀል ኣለካ። ብኣንጻሩ ከኣ እቲ ሱና ዝገበረ ከኣ ነቢ ዓለይሂ ሰላቱ ሰላም ቀጻሊ ዝኾነ ኣጅሪ ኣለዎ። ስለዚ እቲኦም ንስከፍ ደቂ ተባዕትዮ ከመይ ጌረ ጭሕሚ ዝገብር እንታይ ክመስል እየ ትብል ወላሂ እንተድኣ እንትልፊ መልከዐኛን ጽቡቕን ሃይባን ዝውስኽ እዩ እምበር ጭሕሚ መልክዕካ ዝቅይር ኣይኮነን እንሻኣላህ ኢንኬሬጅ ንግበር ሱና ንጠብቅ ሰብኣይ ሰብኣይ ንምሰል ጽቡቃት ምልክዐኛታት ደቂ ተባዕትዮ ክንከውን ብዝዓበየ ከኣ ኣጅሪ ነቢ ዓለይሂ ሰላቱ ሰላም ክንክተል ነቲኦም ኣንብያ ቅድሚኦም ዝነበሩ ከኣ ክንክተል እቲኦም ጭሕሚ ናይ ቆርጽ ሰባት ወይ ከኣ ንትሕት ወይ ከኣ ንላጺ እንሻኣላህ ካብ ሎሚ እዚ ሰሚዕናዮ ዘለና ምስ ሰማዕናዮ ንያ ክንገብር ይግበኣና ጭሕማ ጭሕምና እንተክንገብር ክንንዋሕ እንሻኣላህ ወቢላሂ ቶፊቅ እንሻኣላህ እዝን ኣብ ዝመጽእ ዘሎ ትምህርትና ብዛዕባ ፊቅ ብናይ ንመሃሮ ዘለና እንሻኣላህ ክንቅጽል ኢና ንስኣላህ ስብሓን ወተዓላ